ሰላም ንዓኻትኩም ይኹን። ብዝሓለፈ እዋን ቀዳማይ ክፋል ኣብ ሓድሽ ዓመት ብኸመይ ጌርና ንልወጥ ብዝብል ኣቕሪበ ነይረ። ብኡ ድማ ንመዘከርታ ዝኣክል ኣብ ሓሳብና ክንቅየር ኣለና፣ ነቲ ሓሳብና ክንጽሕፎ ኣለና፣ ነቲ እተጻሕፈ ክንውስን ኣለና፣ ኣብ ተግባር ድማ ክነውዕሎ ኣለና። ሎሚ መዓልቲ ድማ እዛ ካልኣይቲ ክፋል ብኸመይ ኣብ ተግባር ነውዕሎ እያ። ኣብ መጽሓፍ ቅዱስ ብምትርጓም እግዚኣብሔር ዝበሎ ቃል ኣሎ ስለዚ እግዚኣብሔር ከምዚ ኢሉ እግዚኣብሔር ንዝወደቀ የተስኦ ንዝደኸመ የበርትዖ ዝሓመመ ይፍውሶ ዝሓዘነ ድማ የፃናንዖ እግዚኣብሔር ከምዚ ካብ ኮነ ንሕና ድማ በቲ ሱ ዝብለ ሓይሊ ንኽእል ኢና ነቲ ዕላማኻ ክትልውጦ ትኽእል ኢኻ ብሓድሽ መንፈስ ክትስእ ትኽእል ኢኻ ምክንያቱ እግዚኣብሔር የኽእል እዩ ሃዋርያ ጳውሎስ ኣብ ፊልጲ ምዕራፍ ኣርባዕተ ፍቕዲ ዓሰርተ ሰለስተ ከምዚ ኢሉ በቲ እሱ ዝበና ሓይሊ ኩሉ ይኹነ ስለዚ ሃዋርያ ጳውሎስ እኽእል እየ ካብ በለ ንስኻ ትኽእል ኢኻ ንስኻ ትኽእል ኢኺ ንሕና ኩላትና ንኽእል ኢና ብመን በቲ እሱ ዝበና ሓይሊ ንምንታይ ነቲ ሰናይ ዘበለ እዩ በዓል ነዚ ንምግባር ድማ ነዚ ሓፂፅና ዘለና ዕላማ ኣብ ፍፃሜ ንምብጻሕ ዝኣክል ንክእል ካብ ኮና ምስኤን ዝኸዳ ሰለስተ ነጥቢ ክበኩም እየ እታ ቀዳመይቲ ከመይ ጌርና ንክእል ተቀዳመይቲ እምነት ክህልወካ ኣሎ ምክንያቱ ብዘይ እምነት ንኣምላኽ ክተስምሮ ኣይትኽእልን ኢኻ ካልኣይ ኣብ ገዛእ ርእስኻ ድማ እምነት ክትገብር ኣለካ እኽእል እየ ክትብል ኣለካ ካልኦት ዝበሉኻ ኣይትኽእልን ኢኻ ዝበሉኻ ኣይኮንን እዩ ዝበሉኻ ከመይ ድዩ ዝኸውን ዝበሉኻ ዘይኮነ ኣነ እኽእለልካ ኣብ ረገዛእ ርእስኻ ክትተኣመን ኣለካ እምነት ይሃልኻ እታ ካልኣይቲ ድማ ተስፋ ግበር ተስፋ ነቲ ትሪኦ ዘለኻ ዘይኮነ ነቲ ዘይረእኻዮ ነገር ከም ዝኸውን መማን ማለት እዩ ስለዚ ብተስፋ ክትጓዓዝ ነቲ ጀሚርካዮ ዘለኻ ኣብ ፍጻሜ ክተብጽሕ ድማ ተስፋ ክህልወካ ኣሎ እታ ሳልሰይቲ ድማ ናይ መጨረሻ ፍቕሪ እያ ነዚ ሒዝካዮ ዘለኻ ነገር እግዚኣብሔር ኣፍቂርካ ግበሮ ንነብስኻ ኣፍቂርካ ግበሮ እግዚኣብሔር ድማ ክሕግዘካ እዩ ኣብዚ ቀረባ እዋን ድማ ኩሉ ተለዊጡ ክትርኢ ኢኻ እግዚኣብሔር የኽእል እዩ። ንስኻ ትኽእል ኢኻ። ንስኺ ትኽእሊ ኢኺ። ንሕና ድማ ኩላትና ንኽእል ኢና። ስለዚ ኣብዚ ቀረባ እዋን ድማ ኩሉ ተለዊጡ ክትርኢ ኢኻ። እግዚኣብሔር ዝሰኣኖ ነገር የለን። ሰሰናዩ ኩሉ ንዓኹም። እግዚኣብሔር ይባርኩም።